ስድራ ካብ ዝዓኑ ከምዚ ዓይነት ዘረባ ምዝራብሲ ከሕፍራ ኣይግባእን እዩ። መጀመርያ ውግእ ዝተገበረላ ቦታ ኣብ ሰሜን እዝ ኣለኹ። በቃ እሞ እንተ ደፊርኩሞም ንሰመን እዚ ትነግሩና ኣለኹም ባዕልኹም ማለት እዩ ባዕልኹም ትነግሩና ኣለኹም። ርክብ ህዝቢ ንህዝቢ ክጠናኸር ኩሉ ዓይነት ፃዕሪ ገይሩ ኣሎ። እቲ ኤርትራያን ናሽናሊዝም እዩ ጸላኢ ህዝቢ ትግራይ ጸላኢ መንነቱ እውን ስለዝኾነ። መግለጺ መግለጺ ጥራይ ክኸውን ዘይብሉሲ ብተግባር ተሰንዩ ክኸይድ ክኽእል ኣለዎ። እዚ ስልጣን እዚ ናተይ እዩ። ናየይ እዩ እዚ ናይ ማንም ኣይኮነን። ዴሞክራሲ ዝብሃል እኮ ብጨበጣ ስልጣን ምሓዝ ኣይኮነን። ኣሕዋትና በሕዋተን ይፍጸም ይፈጸመን።
ስመንስ ቅዱስ። ትነኹምን ሓፍተቦኹምን ኣብዚ ስቓይ እዚ እኔኦ ኣያ። ኣብ ትግራይ ማለት እዩ ምንም ነገር ይለዓል ካብ ሰሙን ንላዕሊ ኣይውገዐሉ እዩ። ሰላም ሰላም ሰላም ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍእትዋትን ተኸታተልቲ ሽደን ሪኣክትስ ዋን እንሆን ሎማዓንቲ እውን ከምቲ ልሙድ ብሓድሽ ቪድዮ ተራኺብና ኣለና ክሳብ መወዳእታ መደብ ምሳና ጸኒሕኩም ኣብ መወዳእታ ድማ ሸረፈለው ኢልኩም ስለትኸዱ ኣዝየ ኣዝየ ዘመስግን ማለት እዩ ናብ ናይ ሎማዓንቲ ቪድዮ ክንሰግር ኢና። ኣብ ናይ ሎማዓንቲ ቪድዮ ንሪኦም ብዙሓት ቁም ነገራት ኣለዉ። ካብኣቶም ግን ቅድም ኣቢልናሲ ብሄለን መለስ ክንጅምር ኢና ማለት እዩ። ዳይ ንቐጽል። ብፍላይ ሳውት ሱዳን ብምሉእ እዚ ደርፍታትና ናይ እዚ ናይ በዓላት ንደርፉ ብምሉእ እዮም ዝፈልጡ ኣባኻ እምበር ኣብ ሪንግቶናቶም እያ ጠሪሓት ነይሩ ሪንግቶናቶም ሲ ኣባኻ እምበር ገለ ኩሉ ሳውት ሱዳን
ሕጂ እቲ ዋና ታሪክ ዘሎ ሓደ ሓደ ሰብ ከጋንን እንተሎ ዝረኣኽዎ እንድዩ ትፈልጡ ዶ ሄለን መለስ ልዕሊ ኤርትራውያን ደቡብ ሱዳን ከም ዝፈልጥዋ ከም ዝፈትውዋ ይብል ምፍታዎም ንክገልጽ እዩ ኣነ እኳ ብፖዘቲቭ ክርድኦ ደልየ ኣለኹ ማለት እዩ እቲ ምፍታዎም ሲ ክሳብ ክንደየናይ ዝኣክል ከም ምዃኑ ንኽገልጽ ደልዩ እዩ ኢለ እየ ዝኣምና እምበር ልዕሊ ኤርትራውያን ኣይፈልጥዋን ልዕሊ ልዕሊ ኤርትራውያን ንሄለን መለስ ልዕሊኦም ከኣ ልዕሊኦም ከኣ ክፈትዋ ይኽእሉን ከም ፈተውቲ ምዃኖም ንኽገልጽ ዝተጠቐመሉ ቃል እዩ ኢልኩም ሓዝዎ ብዙሓት እዚ ብጣዕሚ ብጣዕሚ እዮም ዝፈትውዋ ብጣዕሚ የድንቕዋ ኣነ ዋላ ብጣዕሚ እየ ዘድንቓ ኢንወይስ ደርፋን ኣደራርፋን ኣነ ሕቶ የብለይን እቲ ደርፍታት ትርጉሙ ገለገሊኡ ታይ እያ ትገብር ዘላ ሕጂ ደጋፊት ድያ ተቃዋሚት ድያ ገለ ዝብል ኣነ ደራፊት እንድያ ክትደርፍ ተላ ከኣ ከመይ ትደርፍ እዩ ብጣዕሚ እየ ዘድንቃ ዘድንቀላ ካልኣይ ነገር ከኣ ዘይትኣርግ ምኳና እዩ ከቢድ ንሱ እኳ ክንደይ ዝጠነስክን ኣለኹም ጎረቤታችን እያ እሺ እዚ ወዲ ሕጂ ኣብ ትግራይ ቤት ትምህርቲ ተዓፂና ኢሎም ሰለማዊ ሰልፊ ዝወፁ ረድኤት ደሊና እንተዝብሉ ኣንታ ዓለም ስምዒ እዮም ደምና እያ ንደቅና ስራሕ ደሊና እንተዝብሉ ኣንቱም ሰባት ስራሕ እንድፍጠሩ ኣለናዮም ኣሽንዳ ግን ኣነ ብለኩም ኣለኹ ኣሽንዳ ኣሽንዳ ክመፅእ ከላ ክብለኩም ኣለኹ ኣሽንዳ ዓመት ዝነበረ ኣሽንዳ ክንደይ ተርቢብክን ክንደይ ምስ ማንጆስክን ኣለ ናይ ዓመት ሽንዳ ትዝክራ እያ
ኣነስ ሕጂ ጀሚልስ እዚ ዘረባ እዚ ተዛሪቡ ማዕበል ኢልካ ዲኻ ክትወቕሰና ኣነ ጀማል መን ኢኻ እዚ ተኸታተልቲ ዘለኹም መብዛሕትኹምስ ማዕበል ከምዚ ኢለ ዝተዛረበስ እንታይ ኢልካ ኢኻ ክትቃወሞ ክትቃወሞ የብልካን ወይ ዝኾነ ተቃውሞ ኣይኮነን ኣፍተር ኦል ሪኣክሽን እየ ዝህብ ዘለኹ ናተይ ኢንሳይት የበለኹ ናቱ ከዓ ይህበሉ ፅቡቅ እዩ ሓደ ሰብ ዘይርድአሉ ነጥቢ ኣሸንዳ ኣነ መጀመርታ ዝብ ዘለኹ ከም መምርሒ ምሕዳር ዝበሃል ነገር ክህልዎ የብሉን ንሕና በዓል ኣሸንዳ ንፈልጦ ሕጂ ኣብ ስታድየም ባሎኒ ተኣኪብካ እውን ምስዕሳዕ ጽቡቕ እንድዩ እዚ ማለት ቫይብ ወይ ከዓ ሃርሞኒ ናይት ካልቸር ከመይ ምዃኑ ንምርኣይ ተባሂሉ ዝግበር ጽቡቕ እዩ ብጣዕሚ እየ ዘድንቖ ግን ምሕዳር እንታይ ኣምጽኦ ቆልዓ ኣሸንዳ ኣብ ደገ ክትሓድር ከም ድሌታ ይፍቀደላ ዋላ እንተኾነ ግን ነጻነታ ድማ ማለት እንታይ ማለት ድዩ ነጻነት ማለት ክትጠፍኣሉ ኣይኮነን ምሽ ሽርሙጥና ክህልዮ ኣለዎ ክህሉ የብሉን ኣብ ምሕዳር ገለ ገለ ዝበሃል ነገር ወጊድ እዩ። ናይ ሎሚ ሽንዳ ካብለኩም ኣለኹ እዚ ሕጅስ እቲ ጉዳይ ሲ መሳጎዲ ወዲእና የለና እቲ መሳጎዲ ሲ ወዲእና የለና እዚ ተወዲ ስለ ዝኾነስ ኣሽንዳ ይኸይድ ስለ ዘለኹ እላትና ከዓ ንኸይድ ስለ ዘለናስ ኣብ ኣሽንዳ እንታይ ይግበር ከዓ መንግስትና እውን ስለ ዝፈልጦ ክልል ትግራይ እውን ስለ ዝፈልጦ መንግስቲ ክልል ትግራይ እውን ስለ ዝፈልጦ ሲ እሳ ትዳለወልና እዩ እታ ትነፋሕ
ኣወዳትሲ ናብ በዓል ኣሸንዳ እንታይ ኢኹም ንስኻትኩም እንታይ ይምልከተኩም ናብ ውሽጢ ትኣቱ ወይለክ እቶም ሕጊ ዘኽብሩን ካልኦት ካሜራ ማን ሳውንድ ማን ገለገለ ዘለዎ ሰባት ሙሎም ይኹኑ ካልኦት ኣወዳት ዘለኹም ሎ መፂኹም ዘለኹም ኣይ ጓል የወዲ ግዳይ ልሕና ጠፊኡኹምና እንዲኹም ዘለኹም ቀደምኩም እንታይ ንፈልጠልኩም ነርና ሕና ጾታ ምፍላይ ስለ ዝኣበየና እዩ እምበር ወድን ጓልን ዝበሃልሲ ፈሊኹም ፍለጡ ናብዚ ኣይትእተዉ ካልኣይ ከዓ በዓል ኣሸንዳ እንታይ እቲካ ናብ ከምኡ ዓይነት ነገር ትኸይድ እቲ ቆልዓ ዝብሎ ዘሎ ብሕማም ሕማም ማለት ቀሊል ኣይኮነን ዝርግሐ ኤች ኣይቪ ኤድስ ብዙሓት ካብ ኢትዮጵያ ኣብ ኢትዮጵያ ካብ ጋምቤላ ገለገለ ዝበሃሉ ቀፂሉ ትግራይ መበል ሳልሰይቲ ወይ መበል ገለ እያ ነይራ ማለት እዩ ስለዚ ኣዝዩ ዘጥቃዓና ንብዙሓት ሰባት ብጣዕሚ ምኽንያት ውድመቶምን ጥፍኣቶምን ዝኾነ ሕማም ስለዝኾነ ስድራ ካብ ዝዓኑ ከምዚ ዓይነት ዘረባ ምዝራብሲ ከሕፍር ኣይግባእን እዩ። እዚ እኮ ስማዕ ልማዕልካ ክትዛረቦ ትኽእል እዩ። ግን ኣነ እንተኾነ ዝብል ዘለኹ እቲ በዓልሲ ነጺርና ንፍለጦ እንዶ ዕላምኡን ትርጉሙን ኣይንፈልጦ እንዲና እቲ በዓል እንታይ ክንገብረሉ ኢና ነኽብሮ ዘለና ሓደ ኣብ በዓል ኣሸንዳ ክተኽብር እንተለኻ በዓል ኣሸንዳ ኣሸንዳዊ ደርፍታት ኣሸንዳዊ ያታታት ኣሸንዳዊ ኣካድናታት ባህላዊ ዝበሃሉ ንዓና እንታይ ንመስል ምዃንና ከጉልሁ ዝኾኑ ክግብኦም ክግቡእ እዚኣቶም እዮም ክኾኑ ዘለዎም። ጽቡቕ ኣብ ማእከል ከኣ ሕልፍ ሕልፍ ኢሉ ብዙሓት ደርፍታት ክድረፍ እዩ ግን ኣትያ ክሳብ ትወጽእ ናይ ኣበበ ኣርኣያ እምበር ተጋዳላይ ጥራሕ ግዛዕ እንድሕር ደሪፍካ በዓል ኣሸንዳ ኣሸንዳ ምዃኑ እዩ ክተርፍ ስለዚ እቲ በዓል እንታይ ምዃኑ ፈሊና ንፍለጥ ኣሕዋት እቲ በዓል ኣሸንዳ ናይ ሎማዓንቲ ኣይኮነን እቲ በዓል ኣሸንዳ ናይ ትማሊ እውን ኣይኮነን እቲ በዓል ኣሸንዳ ንጽባሕ እውን ክኸውን ክኽእል ኣለዎ ንዓመታ ንቀጸልቲ ዓመታት ንሕብረተሰብ ክነውርሶ ንኽእል ጽቡቕ ሌጋሲ ክኸውን ክኽእል ኣለዎ። ሰላም ሰላም ሰላም ሰላም ደቂ ሓላል መሬት ተጋሩ ሎማዓንቲ ዘለኹሉ ቦታ ናይዛ እዚ ብናትና ዕድመ ታሪክ ዝተሰርሐላ ናይ መጀመርያ ውግእ ዝተገበረላ ቦታ ኣብ ሰሜን እዝ ኣለኹ ቃል ብተግባር መሬት ዓደይ ረጊፀያ መጀመርያ ኣብ ሰሜን እዝ ድፋእ ኣለኹ ብጣዕሚ ዝገርም ብጣዕሚ ደስ ዝልኒ ጀጋኑ ኣሕዋተይ ኣብዚ ኣቦታ እዮም መጀመርያ ቃልሲ ዝጀመሩ ኣብ ኣቦታ መፅእ ኣለኹ ደስ ይልኒ
ጽቡቕ እዩ ከም ልምሰኽረመ ዒልዎ ኣጉረምረመ ኢሎም በቃ ዒልዎ ጥጥቆ መፅኡ ገረብ ጎረምረም ኢሉ ኣጉረምሪሞ መን ምሰኽረመ ሓምሊ ሓምሊ መዓዝ መዓዝ ኽሪሙ ክረምቲ ምልኢት ሓምለ ነሓሰ ኣብቲ ጭንቂ ኣብቲ ናይ ፀገም እዋን ናይ ጥሜት እዋን ከብድ ገጥ ኣቢሉ ሒዝዋ ሓምሊ ዒልቦ ዳሕራይ መስከረም ኣትዩ መስከረም መጺኡ ጠራዕራዕ ኢሉ ጽቡቕ ሎዛ ኣነ ሓንቲ ነገር እየ ዝብለኪ ንስኺ ብርግጽ ነቲ ሓምሊ ዝተቐበልኪ ዒልቦ ኢኺ ንዓና ማለት ጽቡቕ ነገር እዩ ሰሪሕኺ ብዙሕ ኣብ ወጻእ ኮይንኪ ንስኺ ደኺምክሉ ለፊዕኽሉ ተቓሊስክሉ ኢኺ ግን ክንዲ እቲ ዝሞተ ኣይኮንክን ግን ክንዲ እቲ እግሩ ዝተቆረጸ ኣይኮንክን ብዙሕ ሰብ ኣሎ ስቅያቱ ኣብ ውሽጡ ዝሓዘ እሞ ከኣ ሕጂ እውን ዘይተወደኣ ነገራት ዝጽሕሩ ብዙሓት ሕማቃት ዘረባታት ይሰምዕ ኣለኹ እዚኣቶም ኣይፋል ንበሎም ኣሕዋት ንጠንቀቀሎም ፈሊና ንፍለጥ ፈኽራ ጃህራ ጉራ ገለዚኦም ኩሎም ጥቅሚ ዘለዎ ኣብ ጥቅሚ ዘለዎ ሰዓት እዩ እንተ ኣቲኻዮ ደሓን ክትፍክር ኢኻ ሽዑ ጸገም የለን ግን ንቀደም እንታይ ኣምጽኦ ንምንታይ እዚ እኮ ፍርሒ ኣይኮነን እዚ ማለት ቅድመ ጥንቃቀ ይበሃል ማለት እዩ ካልኣይ ከኣ መን እዩ ኣዘክርና ኢልካ ካብ ከምዚ ከድካ ከምዚ ከይዶም ጀሚሮም ኣብ ከምዚ ከይዶም ተዋጊኦም ገለ ኢልካ ሓጂስ እዋእ ኣሸንዳ ከተኽብር እንተ መጺኻ ኣሸንዳ ከኣ ኣኽቢርካ ምኻድ ሓላፊ የብሎምይ ማለት ድዩ እናተቐበሉ ከምዚ ዝገብሩሲ ዓዛዚ ዝበሃል የብሎምይ በቃ የብሎምይ በቃ እሞ እንተ ደፊርኩሞም ንሰበን እዚ ትነግሩና ኣለኹም ባዕልኹም ማለት እዩ ባዕልኹም ትነግሩና ኣለኹም ደፊርና ነገሩ ኣሚንኹም እንዲኹም ኣሚንኩም ኢኹም ኪሮስ ሓጎስ እውን ተናጊራ እያ ብዚኣ እውን ተድግምዎ ኣለኹም ባዕልኹም ረንጀር ከድኒኹም ኣቕሪፅኹም ኣብዚ ድፋዕ ሒዝና ኢና ወዲእናዮም ትብሉ ኣለኹም ማለት እዩ ናይ ትግራይ ፍትሒ ከይመፅእ ኣንሕና ኢና ትብሉ ኣለኹምና ማለት ሰመን እዚ ደፊርኹም ተውሂልና ናት ወንጀልናስ ሰመን እዚ ኢልኺ ትኸዲ እስኺ ነበርኺ ትግራይ ለማዕንቲ ጥራሕ ክትፈልጥያ እኮ ትግራይ ኣብ መተከል ተወሊድኺ ኣብ መተከል ነይርኺ ዝገርም እዩ ንኺድ እስከ
ዝኸበርካ ህዝቢ ኤርትራ ህወሓት ትማሊ ይኹን ሎሚ ናይ ሰላም ሓይሊ ጥራሕ እንተይኮነስ ርክብ ህዝቢ ንህዝቢ ክጠናኸር ኩሉ ዓይነት ፃዕሪ ገይሩን ክገብርን እዩ ስለዚ ሰላም ባህግን ድልየትን ህዝብታት ትግራይን ኤርትራን ስለ ዝኾነ እዚ ኩነታት ብዝተማለእ መንገዲ ክፍጠር እጃምካ ክተወፊ ንጽወት። እንታይ ደሊኹም ዳኣ ኢኹም ሕጂ ኣነ እኮ ሕጂስ ብርህ እንደ ብሉ ግልጺ ዘይትገብርዎ ታይ እዩ ንሰላም ምዝማር ጸገም ዘለዎ ኮይኑ ኣይፈልጥን በቃ ወይ ከኣ ንሰላም ንሕና በቃ ከፊትና ኣለና ብዘይ ዝኾነ ይኹን ሓይሊ ጸላኢ ክንቅንስ ጸላኢ ጸላእና ዝበሃል ነገር ወይ ከኣ ንጸልኦ ዝበሃል ከሉ የብሉን ዝፈትወና ጥራሕ ናብ ከባቢና ክነምጽእ እንደሊ ኣለና ስለዚ ብከምዚ ጀሚርናዮ ኣለና ብየማን ዘለካ መን ኢካ ብጸጋም ዘለካ መን ኢካ ንዓ ንሰላም እዚ ተኮይኑ ጽቡቅ እዩ ተዘይ ኮይኑ ግን ውሽጢ ውሽጢ ኣሎ እቲ እንዲ ኢሉ ሓደ ሰብኣይ ኣሎ ከምዚ ኢለ ቆዊዕ ገለ ይዛረብ ኣሎ እዚ ገለ ኣቲ ትርእዎም ጽባሕ ናበይ ክክይድና ምዃኖም ንፈልጦም ኢና ኣነ ሕጂ ገንዳ ወልካ ደ ትጋገ ቅድሚ ሰለስተ ዓመት ገለ መለ ተመሳሳሊ መንገዲ ተመሳሳሊ መንገዲ ነይሩ እዞም ኣብ ማእከል ዓዲ ኮይኖም ሲ ፌደራላውያን ሓይልታት ዶ ገለገለ ዝበሃሉ ገለ ተኣኪቦም ኣብቲ ኣኼባስ ይዛረቡ ከምዚ ማለት እዩ ኣይኖ ደሓር ኮፍቲ ኩናት ንሕና ንበይንትና ሓተኽ ክንበሃል ከለና ወይ ከዓ ኩላኽ ትጓየ ኩላኽ ትእሰር ገለ ተላ መን መፅዩ ካብቶም ፌደራላዊ ሓይልታት ናበይ እዩ ዝኹሉ ሕሶት እንታይ ኢና ክንገብሩ ሕጂ ንሕና ምንም ኣብታ ፌደራላዊ ሓይልታት ገለ ዝበሃል ሓደ ዋላ ሓደ ህግደፍ ወይ መንግስቲ ኤርትራ ጥራሕ እዩ ፀላኢ ጌርካ ምሕሳብ ጌጋ እዩ ኣዋ ግጉይ እዩ ብኣውርኡ እቲ ናሽናሊዝም ኤርትራ ናሽናሊዝም ኢማቹር ድዩ ገና ማቹሪቲ ግዜኡ ኣይበቕዐን እቲ ኤርትራ ናሽናሊዝም እዩ ጸላኢ ህዝቢ ትግራይ ጸላኢ መንነቱ እውን ስለ ዝኾነ ጸላኢ መንነቱ ገይሩ ስለ ዝተሃንጸ ህግደፍ ውሉዱን ኣቦን ናይ ኤርትራ ሃገራውነት እዩ ውሉዱ እውን እዩ ኣቦ እውን እዩ መግለጺ መግለጺ ጥራይ ክኸውን ዘይብሉ ሲ ብተግባር ተግባር ተሰልዩ ክኸይድ ይኽእል ኣሎ። ካብ ህዝቢ ኤርትራ መጺኻ ወይ ከኣ ካብ መንግስቲ ኤርትራ መጺኻ ተጻባኢ ተግባራት ክፍጸም ኢልካ ክትጽበ የብልካን። ዝኾነ ተጻብኦታት ካብ መንግስቲ ኤርትራ ይኹን ካብ ህዝቢ ኤርትራ ኣይመጽእን እዩ። መጺኡን ኣይፈልጥን እዩ። ህዝቢ ህዝቢ ትግራይ ክፈልጣ ዝግበኦ ካብ ህዝቢ ኤርትራ ዝኾነ ተጻብኦታት ክመጽእ ኣይክእልን። ንህዝቢ ኤርትራ ንበይኑ ንህዝቢ ትግራይ ንበይኑ ኢልካ ካብ ህዝቢ ኤርትራ ዝኾነ ጎነጻዊ ዝኾነ ፍጻሜታት ክፍጸም ኣይክእልን እዩ። ምክንያቱ እቲ ህዝቢ እቲ ማዕረ ማዕረ ህዝቢ ኤርትራ ደሚ እዩ ስለዚ እንታይ እቲ ዝድለይ ዘሎ እዚ ክልተ ህዝቢ ኣምፂኻ ኣብ ሓደ መኣዲ ኣምፂኻ ሰላምን ቅሳነትን ኣውሪድካ ንቡር ህይወት ክመርሕ እሺ
ጽቡቕ እዩ ሕጂ እቲ ሓሳብ እዚ ብተግባር እውን ክመፁ ኣለዎም እዩ ዝብለና ዘሎ ቀፂሉ ዘሎ እቲ ቅድም ኢሉ ዝረኣኹሞ ከዓ ክልቲኡ ዝዋጋዕ ሓሳብ እዩ ክልቲኦም ሲ እቲ ኦፖዚት ሳይድስ እዮም ማለት እዩ እቲ ሓደ ናብዚ እዩ ዝርኢ እቲ ሓደ ናብዚ እቲ ሓደ እንታይ እዩ ዝብል እቲ ምስረታ ናይቲ ዓዲ ከም ዘላታ እቲ ምስረታ እቲ ሃገራውነት ሲ ኣብ ንባዕሉ ኣይቕበልን ማንነቱ ኣይቕበልን ስለዚ ፀላእ ማንነቱ እውን እዩ ፀላኢ ናይ ካልኦት ንዑ ዝመስሉ ማንነታት እውን እዩ ዝብል መልእኽቲ እዩ ዘመሓላልፍ ዘሎ እዚኣ ግልፅ ብዝበለት ቋንቋ ማለት እዩ እታ ዋና ሽግር ግን እዚኣ ሕጂ እዚኣ ከምዚኣ ምህላዋ ትፈልጣ እንተኮይንካ መን እኳ ምዃንካ ንስኻ ይፈለጥኩኻን ዘለኹ እንታይ እያ ክትግበር ዝግባእ

ታይ ኣበኣሰኩም ዶ እሺ እዚ ወንበርስ
ዴሞክራሲ ዝበሃል እኮ ብጨበጣ ስልጣን ምሓዝ ኣይኮነን። ፊፍቲ ፕላስ ዋን እንተልዩ ዝጎደለኡ ትምልእ ንምርጫ ትወዳደር እምበር በብዝተረኽበ ኣኼባን በብዝረኸብካዮ መድረኽን ስልጣን ምቐሉና ዴሞክራሲ ኣይኮነን።

ቤተ ክርስቲያን ስለ ተግልለን ጎረቤተን ሓዊ ስለ ዘየለምነን ልማንም ሰብ ለየውግዐኦ ስቃይ ሒዘን ሞዴስ ክልምና ለባና ይመፃ ኣለዋ ኣደታትና ዘን ክቡራት ስለዚ
ኣዴታትና እንድሕር ኣብ ከምዚ ኩነታት ኣሊኤን ኮይነን ኣየናይ መንገዲ እዩ ናብቲ ከምዚ ዘይኮናሉ መንገዲ ከውፀን ዝኽእል እቲ ሓቂ ኣብዚ እዩ ዝምስረት ማለት እዩ። ሰላማዊ መንገዲ ብሰላም ክፍታሕ ዝኽእለሉ ዕድላት ምጥጣሕ እቲ ሓደ በቲ ኮይኑ ይዛረብ እቲ ሓደ ኮይኑ በቲ ይዛረብ ኣይኮነን። ገመናኹም ኣይተውፅኡ ዋላ ትዛረብዎ ዘለኹም ብምልእኹም እሲ ዓለም ገለ ዝቀባበሎ ዘሎ ንሕና ዓለም ፍትሓዊት ኮይና ኣይትፈልጥን ዝበልናሉ ዓመት እዚ ኩለይ ወቕቲ እዚ ኩለይ ኩና እዚ ኩለይ ጉድ እንትግበር እንተሎ ኣብ ትግራይ ኩሉ ዓለም ንሕድሕድ መርፊ ጠፊኣታ ዘይትጠፍኣ ዓለም ካባና ግን እንዳረኣየትና ሱቕ ምሽ ኢላ ስለዚ እከለ ዝበሃል ሲ ፍታሕ ፀገመይ ክኸውን ኢልካ እንዳሓሰብካ ምኻድ ማለት እቲ ሶሉሽን ድንቁርና ጥራሕ እዩ ዝኸውን ማለት እዩ በቃ የብሉን እከለ ይኮነን መፍትሒ ፀገምና በዓልትና ኢና መጀመርታ ቀዲምና ናይ በዓልትና ሰላም ካብኡ ቀፂሉ ናይቶም ካልኦት ዘለዎ ከባቢታትና እውን ሰላም ተወዲኡ እዚ ከምዚ ተገይርካ ዝሓሸ ይመስለኒ ኣነ ብወገነይ ንቐፅል ኣብ ትግራይ ማለት እዩ ምንም ነገር ይለዓል ካብ ሰሙን ላዕሊ ኣይውግዐሉ እዩ ኣባላት ተጠቂዐ እንዶ ከምዚ ኢለ እንዶ ሰላማዊን ሰልፍን ውፃእ ገለ ገለ ገለ ተባሂሉ ክስተኻኸል እዩ ተባሂልዎ ዶ ኣበየን እዩ ዝተኻኸለ? ከምዚ ትርእይዎ ኣለኹም ኣብ ላዕሊ ዘላ ሓፍትና ኣብ ሽረ ኣብ ሰሙን እዚ ክትናገሮ ብለይጽልእ መንገዲ ህይወታ ሓሊፉ ዝተገነየት ሓፍትና እያ። ካብኡ ግን ምንም ልናገር ዝሰብ የለይ ጸጥ እዩ ተባሂሉ ተለሚዱ ለሚድናዮ።
ንኣብነት ሰባት ብዙሕ ግዜ ዝዛረቡ ባንዳ ግዛዕ ምዛዕ ገለ ይብሉ ባንዳ ዝኾነ ትግራዋይ ባንዳ ማለት ናይ ትግራዋይ ባንዳ የለ ናይ ትግራዋይ ባንዳ የለ ንትግራይ ዝኸሓደ ሰብ ክህሉ ይኽእል እዩ ንትግራይ ህዝቢ ዝበደለ ሰብ ክህሉ ይኽእል እዩ ንትግራይ ህዝቢ ዝኸሓደ ሰብ ክህሉ ይኽእል እዩ ምንም እዚ ሕቶ ይብሉ ዝኸሓደ ሰብ ብህጊ ጥየቕ ብህጊ ኢና ንሓቶ ንሕና ንህዝቢ ትግራይ ዝበደለ ንኣብዚ ትግራይ በደል ዝፈፀመ እንተልዩ ብህጊ ንሓቶ ደግና ሓቶ ብቢቕጻ ክትብዕቕ እዩ ባንዳ እዩ ገለ ኢልና ወይ ባንዳ ወዲ ባንዳ ግዛዕ ኢልና ኣብ ህዝብና ኣፈላላይ ክትፈጥር እየ ድል ኤክሰለንት ጽቡቕ ሰብ እዩ ጽቡቕ ሓሳብ ለባም ዝኾነ ሓሳብ እዩ ብዝኾነ ኣሎ እዩ ከምኡ ዝብል ከምዚ ናብቲ እዚ ከምዚ ከምዚ ተተቃዊሙካ ወይ ከዓ ተተዛሪቡካ ናብቲ የጸግዕ ናብቲ የጸግዕ ገለ መጺኡ እንዲኒ ከም ስራሕ እንዲ ኮይኑ ከምኡ ሰሪሖም ዝነብሩ ከዓ ስለ ዘለዉ ምንም ዋልሓን ጸገም የብሉን ማለት እዩ ንሳቶም ግን ኣብ ሓቂ ኣለዉ ድዮም ንባዕላቶም ግዜ ዝፈትሖ ብዙሓት ነገራት ኣለዉ መብዛሕትኹም ሰባት ከኣ ከምዚ ስለ ዝተባህለ ኣይትጨንቑ ኣይትታሃወኹ ኩሉ መፍትሒ ኣለዎ ማለት እዩ እቲ ቀዳማይ መፍትሒ ካብ ላዕሊ እዩ ቀፂሉ ዘሎ መፍትሒ ግን ዓርስኻ ምዃንን ንባዕልኻ ፅቡቕ ነገር ሰሪሕኻ ንካልኦት ሰባት መርኣያ ኮይንካ ኣብ ፅባቐኻን ኣብ ሓድነትካን ኣብ ፍቕሪ ንሕድሕድካ ሰጢምካ ምርካብን ዝመስልዎ ነገር የለን ካልኣይ ብውሽጢ ብሕትኽቱኽ ክልቲኦም ንወንበር ከምዚ ሕጂ ዝረኣኹሞም እቶም ቆልዑ ብድራማ ኣምሲሎም ኮፍ ዘብሉ ከምኡ ይጓየዩ ኣለዉ ሓደ ናብዚ ሓደ ናብዚ ሒዞምና ናብ ክልተ ቀራና መንገዲ ኣትዉ ኣለዉ መቸስ ክልቲኡ መንገዲ ሓደ ይኸውንን ኢልና ንግምት ሓደ እንተኾይኑ ዋ እሞ ፈጣሪ እውን ኣይተዓረቐናን ማለት እዩ ይዕረቐና ዳ ይኸውን ንሓዲኦም ወይ ንክልቲኦም ከጥፈላ ተዋድሰይካ ብዙሕ ኣይትጨናነቕ ለዋም ቅነ ክኾነልኩም እየ ዝምነ ወይ ንሰለስቲኦም ከጥፈልና ባ ይኽእል እዩ ለካ ኣላ ረሲዕካ ድየ ዝሓወያ ረሳዕኳን ግደብ ክሳብ ዝኾነ ዝኸውን ሰላም ቅነ ክኾነልኩም እየ ዝምነ ብሰላም የራኽበና ቻው ዳሕና ቀኒውታ ርሑስ በዓል ኣሸንዳ ውድላይት
ዳሕና ሕደርታ ኣሕዋተይ ማለት እዩ